ሰላም ክቡራት ተኸታተልቲ ዳስ ናይ ኤክስትራ፣ ንሕጂ ኣብ ዝተዳለወ ዜናታት፣ ኣብ ምብራቕ ኣፍሪቃ ከቢድ ስግኣት ጥዕና ፈጢሩ ዘሎ ሕማም በዲዶ ህበይ ይላባዕ ምህላዉ ምግላጹ፣ ህወሓት እንተፈሪሱ ስምምዕ ፕሪቶርያ ኣይክህሉን'ዩ ብምባል ኣቦ ወንበር ህወሓት ዶክተር ደብረጽዮን ገብረሚካኤል ምዝራቡ፣ ኢትዮጵያ ሕጂ'ውን ኣፍደገ ባሕሪ ምርካብ ንዓኣ ኣገዳስነቱ ልዑል ምዃኑ ምግላጻን እቲ ምስ ሶማል ብመንጎኘት ቱርኪ ዝገበረቶ ዝርርብ ብዘይ ፍረ ተዛዚሙ ምህላዉ፣ ሶማሊላንድ ንመንጎኘት ቱርኪ ኣብ ምልክት ሕቶ ምእታዋን፣ ጅቡቲ ዘቕረበቶ እማመን፣ ምቅርራብ ግብጽን ሶማልን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። መንጎኘት ቱርኪ እቲ ኣብ መንጎ ኢትዮጵያን ሶማልን ዘሎ ወጥሪ ንምህዳእ ሚኒስተራት ወጻኢ ክልቲኤን ሃገራት ቀጥታዊ ብዘይኮነ መንገዲ ኣብ ርእሰ ከተማ ቱርኪ ኣንቃራ ዝርርብ ድሕሪ ምክያዶም ኢትዮጵያ ሕጂ'ውን ኣፍደገ ባሕሪ ንምርካብ እትገብሮ ዘላ ጻዕርታት ከምዘይተቋርጾን ዕላማኣ ምዃኑን ገሊጻ። ኢትዮጵያ ነዚ ገሊጻ ዘላ ድሕሪ'ቲ ኣብ ቱርኪ ኣብ መንጎ ኢትዮጵያን ሶማልን ብመንጎኘት ቱርኪ ዝተኻየደ ዘተ እዩ። ሚኒስትሪ ወጻኢ ጉዳያት ኢትዮጵያ ኣውጺኡ ኣብ ዘሎ መግለጺ፣ ንፕሬዚደንት ቱርኪ፣ ሚኒስተር ወጻኢ ጉዳያት ቱርኪ ከምኡ ድማ ብዓቢኡ ንቱርክ ድሕሪ ምምስጋን፣ ኢትዮጵያ ዘሎ ወጥሪ ብሰለማዊ መንገዲ ክፍታሕ ከም እትደልን እትምርኮሰሉ ኣፍደገ ካብ ናብ ባሕሪ ድማ ሕጋዊ ሕቶይ ድሕሪ ምባል ብሰለማዊ መንገዲ ክትረኽቦ ድሌታ ምዃኑ ገሊጻ ኣላ። ኣብ ዝሓለፈ ቀረባ መዓልታት እውን ቀዳማይ ሚኒስተር ኢትዮጵያ ኣብይ ኣሕመድ ሚእትን ዕስራን ሚልዮን ህዝቢ ዘለዋ ኢትዮጵያ ናይ ኣፍደገ ባሕሪ ሕቶኣ ሕጋዊ ብምባል ከም እተቐጽሎ ገሊጹ ነይሩ እዩ። እታ ቀንዲ ማእከል ናይዚ ወጥሪ ኮይና ዘላ ሶማሊላንድ ብወገና፣ እታ ነዚ ሽምግልና እትመርሕ ዘላ ቱርኪ ዘይሻራውነታ ኣብ ምልክት ሕቶ እዩ ዝኣቱ ብምባል ቱርኪ ምስ ሶማል ከም ዝወገነት ገይራ ከም እትቖጽራ ተሓቢሩ። ቱርኪ ኣብ ዝሓለፈ ቀረባ እዋን ናብ ሶማል ሓይሊ ባሕሪ ክትሰድድ ምዃና ድሕሪ ምግላጻ፣ ሶማሊላንድ ነዚ ብምቅዋም፣ ቱርኪ ኣብ ውሽጣዊ ጉዳያ ምትእትታው ከይትገብርን ናብ ኣፍደገ ባሕራ ድማ ከይትጽጋዕን ኣጠንቂቓ ነይራ'ያ። ካልእ ምስዚ ኣብ መንጎ ሶማልን ኢትዮጵያን ተፈጢሩ ዘሎ ወጥሪ ብዝተሓሓዝ ድማ፣ ጅቡቲ'ውን ዕላዊ ብዘይኮነ መንገዲ ነዚ ኣብ መንጎ'ዘን ክልተ ሃገራት ተፈጢሩ ዘሎ ወጥሪ መንጎኛ ኮይና ብሰለማዊ መንገዲ ንምፍትሑ ምስጢራዊ ዝርርብ ክግበር ሓሳብ ከምዘቕረበት ሚኒስተር ወጻኢ ጉዳያት እታ ሃገር ሓቢሩ። ሚኒስተር ወጻኢ ጉዳያት ቱርኪ ማሕሙድ ዓሊ ዩሱፍ ንሓንቲ ኣሸርቅልኣውሳጥ እትበሃል ማዕከን ኣብ ዝሃቦ ሓበሬታ፣ መርገጺ ናይ ክልቲኤን ሃገራት ካብቲ ልኡላውነትን ግዝኣታዊ ሓድነትን ምኽባር ዝብል ሓሳብ ዝረሓቐ'ዩ ድሕሪ ምባል፣ መፍትሒ ክመጽእ እንድሕር ኮይኑ ድማ ሓንቲኤን ኣብዚ ጉዳይ ሕድገታት ክትገብር ኣለዋ ኢሉ። ሃገረ ጅቡቲ ድማ ኣብ መንጎ እዘን ክልተ ሃገራት ዘሎ ወጥሪ ንምፍታሕ ብምስጢር ብመንጎኝነታ ዝርርባት ክካየድ እማመ ከምዘቕረበት'ውን ገሊጹ። ይኹን እምበር እዚ ጅቡቲ ዘቐረበቶ እማመ በተን ክልተ ሃገራት ተቐባልነት ረኺቡ ድዩ ኣይረኸበን፣ ዝርዝር ናይቲ እማመኸ እንታይ ይመስል ብዝምልከት ሓበሬታ ካብ ምሃብ ክቑጠብ ከምዝደለ እዚ ሚኒስተር ገሊጹ። ምስዚ ኣብ ቀርኒ ኣፍሪቃ ብፍላይ ድማ ኣብ መንጎ ኢትዮጵያን ሶማልን ተፈጢሩ ዘሎ ወጥሪ ብዝተሓሓዝ ድማ ግብጺ ምስ ሶማል ዘለዋ ምቅርራብ ብምዕባይ ሕጂ ንመጀመርታ እዋን ኣብ ርእሰ ከተማ ሶማል መቓዲሾ ሓድሽ ኤምባሲ ከፊታ። ሚኒስትሪ ወጻኢ ጉዳያት ግብጺ ስነ ስርዓት ምምራቕ ሓድሽ ኤምባሲ እታ ሃገር ኣብ መቓዲሾ ዕላዊ ዝገበረ ኮይኑ፣ ምኽፋት ናይቲ ሓድሽ ኤምባሲ ድማ ኣብ መንጎ ሶማልን ግብጽን ዘሎ እንዳዓበየ ዝኸይድ ዘሎ ርክባት ዘርኢ'ዩ ብምባል'ውን ሓቢራ'ላ። ኣብ ስነ-ስርዓት ምምራቕ እዚ ሓድሽ ኤምባሲ ናይ ግብጺ ኣብ መቓዲሾ ዝተሳተፈ ሚኒስተር ወጻኢ ጉዳያት ግብጺ በድር ዓብደልዓጢ ምስ ፕሬዝደንት ሶማል ሓሰን ሼኽ ማሕሙድ ዝተራኸበ ኮይኑ፣ ናይ ሶማል ፕሬዝደንት ሓሰን ሼኽ ማሕሙድ ድማ ኣብዚ ቀረባ መዓልታት ናብ ግብጺ ካይሮ ብምምጻእ ምስ ፕሬዝደንት ግብጺ ዓብዱል ፋታሕ ኣልሲሲ ክራኸብ ምዃኑ ዕላዊ ኮይኑ ኣሎ። ከምዝፍለጥ ግብጺ ኣብ ዝሓለፈ ቀረባ መዓልታት ንመጀመርታ እዋን ሰራዊታ ኣካል ዓቃብ ሰላም ሕብረት ኣፍሪቃ ኮይኑ ናብ ሶማል ክዋፈር ፍቓደኛ ከምዝኾነት ዕላዊ ገይራ'ያ። እዚ ድማ መሊሱ ነቲ ምስ ኢትዮጵያ ብጉዳይ ግድብ ሕዳሰ ዘለዋ ወጥሪ ዘጋድድ ክኸውን ከምዝኽእል ይትንተን ኣሎ። ኣብ ውሽጢ መሪሕነቱ ዘይምስምማዕን ምምቕቓልን ተፈጢሩ እንከሎ፣ ትማሊ መበል ዓሰርተ ኣርባዕተ ስሩዕ ጉባኤኡ ከካይድ ዝጀመረ ህወሓት፣ ኣቦ ወንበሩ ዶክተር ደብረጽዮን ገብረሚካኤል ኣብ ዘስምዖ መደረ፣ ህወሓት እንተፈሪሱ ስምምዕ ፕሪቶርያ ኣይክህሉን እዩ ክብል ተዛሪቡ። ብተወሳኺ እቲ ሕጂ ዝካየድ ዘሎ መበል ዓሰርተ ኣርባዕተ ስሩዕ ጉባኤ፣ ኣብ ዝሓለፉ ኣርባዓን ትሽዓተን ዓመታት ካብ ዝተኻየዱ ዓሰርተ ሰለስተ ስሩዓትን ሓደ ህጹጽን ጉባኤታት ብዓይነቱን ብባህሪኡን ዝተፈልየ'ዩ ክብል እንከሎ፣ ብኣውርኡ ድማ ኣብ ዝሓለፈ ሓምሳ ዓመታት ኣብ ታሪኽ ውድብና ተራእዩ ዘይፈልጥ ንዝሓለፉ ሽዱሽተ ዓመታት ንውድብና ክመርሕ ኣብ ዝጸንሐ ማእከላይ ኮሚተ ዝተራእየ ሕመቕ ንውድብና ኣፍሪሱ ህዝብና ክብትን ዝግበር ዝነበረ ኩነታት ኣብ ዝጋደደሉ ዘሎ ኩነታት ዝካየድ ዘሎ ጉባኤ እዩ ክብል ገሊጹ። ዶክተር ደብረጽዮን ቀጺሉ ሕጋዊ ኣፍልጦ እቲ ውድብ ንኸይምለስን ጉባኤ ከይካየድን ዝዕንቅፍ ኣብ ውሽጢ ውድብና ተጫጪሑ ዝገበለ ዝበሎ ሓደ ጉጅለ ጥፍኣት ዘካየዶም ምንቅስቓሳትን ንኩነታት እቲ ውድብ ናብ ዝኸፍእ ደረጅኡ ከምዘሰጋገሮ ብምግላጽ ነዚ እቲ እንኮ መፍትሒ ጉባኤ ምክያድ ምዃኑ ጥራይ ኣስሚሩሉ። ብተወሳኺ እቲ ናይ ህወሓት ኣቦ ወንበር ነቲ ናይ ክልተ ዓመት ደማዊ ኲናት እታ ሃገር ደው ዘበለ ስምምዕ ፕሪቶርያ ፈራሚ ህወሓት ስለዝኾነ ሕጋውነት ህወሓት ምኽላእ ማለት ነቲ ውዕል ምፍራስ ምዃኑ ጠቒሱ እዚ ድማ ንህዝቢ ትግራይ ንበልዐ ኣሕሊፍካ ምሃብ እዩ ክብል ተዛሪቡ። ህወሓት ድሕሪ ምምጻእ ቀዳማይ ሚኒስተር ኣብይ ኣሕመድ ናብ ስልጣን ኣብ ኢትዮጵያ ዝነበሮ ፖለቲካዊ ቦታ ኣብ ትግራይ ጥራይ ድሕሪ ምድራቱ ምስ ማእከላይ መንግስቲ ብዝተፈጥረ ፖለቲካዊ ምትህልላኽ ናብ ከቢድ ደማዊ ኲናት ከምዝኣተወን ብሰንኩ ድማ ኣብ ትግራይ ከቢድ ሰብኣውን ንዋታውን ዕንወት፣ ምፍንቓልን ዓመጽን ካልእ ሽግራትን ክኽሰት ተራእዩ ምንባሩ ኣይርሳዕን። እቲ ጉባኤ ካብ ዝተፈላለዩ ከባቢታት ትግራይ ዝመጹ ካድራት ህወሓት ዝሳተፍዎ ዘለዉ ኮይኖም፣ ተሳተፍቲ ከኣ ካብ ዝሓለፈ ሒደት መዓልታት ጀሚሮም ናብ ርእሰ ከተማ እቲ ክልል መቐለ ኣትዮም እዮም ቀንዮም። ኣቦ ወንበር ህወሓት ኣብ ዘስምዖ ናይ መኽፈቲ መደረ ኩነታት እቲ ውድብ ካብ ዝሓመቐ ናብ ዝኸፍኤ ተሰጋጊሩ'ዩ ብምባል ሕጋዊ ዝበሎ ጉባኤ ነቲ ቅልውላው ንምፍታሕ ወሳኒ ምዃኑ ተዛሪቡ ኣሎ። ከምዝፍለጥ ምክትል ኣቦ ወንበር ህወሓት ጌታቸው ረዳ ዝመርሖ ኣስታት ዓሰርተ ሸውዓተ ኣባላት ማእከላይ ኮሚቴ ህወሓት ዝርከብዎ ጉጅለ ነቲ ዝካየድ ዘሎ ጉባኤ ብምቅዋም ኣብቲ ዝካየድ ዘሎ ጉባኤ ከምዘይሳተፉ ተፈሊጡ እዩ። ማእከል ምክልኻል ሕማማት ሕብረት ኣፍሪቃ ሓድሽ ተርእዮ ዝርግሐ በዲዶ ህበይ ስግኣት ጥዕና ህዝባዊ ጥዕና ምዃኑ ብሰሉስ ዓሰርተ ሰለስተ ነሓሰ ክልተ ሽሕን ዒስራን ኣርባዕተን ብወግዒ ኣዊጁ። እዚ ኣብ ዝተፈላለያ ሃገራት ኣፍሪቃ ዝዝርጋሕ ዘሎ ሕማም ዕቱብ ኣተሓሕዛ ዘድልዮ ምዃኑ ሽማግለ ሞያውያን ምክልኻል ሕማማት ኣፍሪቃ ብምሕባር እቲ ዝተወሰደ ውሳነ ብምሉእ ድምጺ ኣጽዲቖሞ ኣለዉ። ቫይረስ እቲ ሕማም ኣብ ዲሞክራስያዊት ሪፓብሊክ ኮንጎ ብቕልጡፍ ይላባዕ ከምዘሎ ቅድሚ ሕጂ ካብ ዝተራእየ ዓሌት እቲ ቫይረስ ዝኸፍኤ ምዃኑ'ውን ተፈሊጡ። እዚ ሕማም ኣብ ክፋል ምዕራብን ማእከላይን ኣፍሪቃ ኣብ ዝሓለፈ ዓሰርተታት ዓመታት ክርኣ ዝጸንሐ ኮይኑ፣ ኣብዚ ዓመት ግን ብውሕዱ ኣብ ዓሰርተ ሽዱሽተ ሃገራት ኣፍሪቃ ብብዝሒ ይርኣ ኣሎ። ብመሰረት ማእከል ምክልኻል ሕማማት ሕብረት ኣፍሪቃ ካብ ክልተ ሽሕን ዕስራን ክልተን ኣትሒዙ ካብ ዓሰርተ ሓሙሽተ ሃገራት ሰላሳን ሸውዓተን ሽሕን ሓሙሽተ ሚእትን ሰማንያን ሰለስተን ሰባት በቲ ሕማም ከምዝተለኽፉን ሽሕን ኣርባዕተ ሚእትን ሓምሳን ሓደን ድማ ሞት ከም ዝተመዝገበን ተፈሊጡ'ሎ። እቲ ማእከል፣ እቲ ሕማም ብቕልጡፍ ክላባዕን ካብ ቁጽጽር ወጻኢ ክኸይድ ከም ዝኽእልን ብምምልካት፣ ክታበት ብብዝሒ ክቐርብ ኣብቲ ብሶሉህ ዘውጽኦ መግለጺ ተማሕጺኑ። ማይክል ማርከስ ዝተባህለ ፕሮፌሰር ሕክምና ካብ ዘ ለንደን ስኩል ኦፍ ሃይጂን ኤንድ ትሮፒካል ሜዲሲን ኣብ ዝሃቦ ሓበሬታ፣ እቲ ለበዳ ናብ ዓለማዊ ዝርግሐ ክመርሕ ይኽእል እዩ ብምባል ንከም በዓል ዴሞክራሲያዊት ሪፓብሊክ ኮንጎ ዝኣመሰላ ሃገራት ንምሕጋዝ ዓለማዊ ሓገዝ ክግበር እዋኑ ምዃኑ ኣስሚሩሉ። እቲ ፕሮፌሰር ኣተሓሒዙ እቶም ኣብ ኢሮጳ ዘለና ናብ ሃገራትና ከይኣቱ ስለ ዝሰጋእና ጥራይ ግብረ መልሲ ክንህብ ኣይግባእን፣ እቲ ትኹረት ብቐንዱ ነቶም ኣብ ሓደጋ ዘለዉ ኣህዛብ ምሕጋዝን ክታበትን ክንክን ጥዕናን ከም ዝረኽቡ ምግባርን ክኸውን ኣለዎ ኢሉ። ኣብ ዴሞክራሲያዊት ሪፓብሊክ ኮንጎ ቁጽሪ መልከፍቲ በዲዶ ህበይ እናወሰኸ ብምምጽኡ፣ ህጹጽ ስጉምታት ጥዕናን ጎስጓሳት ምንቃሕ ህዝብን ከተካይድ ተገዲዳ ኣላ። ሰበስልጣን ነቲ ለበዳ ንምግታእን ማሕበረሰቦም ካብቲ ሕማም ንምክልኻልን ኣብ ምጉያይ ዝርከቡ ኮይኖም፣ ብሓፈሻ ድማ እቲ ዞባ ኣብ ልዑል ጥንቃቐ ይርከብ ተባሂሉ። ኡጋንዳ ክልተ ሓደሽቲ መልከፍቲ ከም ዘረጋገጸት ድሕሪ ምግላጻ፣ ናብተን ኣቐዲሙ ዝተራእየለን ሃገራት ምብራቕ ኣፍሪቃ፣ ኬንያ፣ ርዋንዳን ብሩንድን ተጸንቢራ ኣላ። ጸብጻብ ማእከል ምክልኻል ሕማማት ኣፍሪቃ ወይ ሲዲሲ ከም ዘመልክቶ፣ ምስ ዝሓለፈ ዓመት ክነጻጸር እንከሎ፣ ቁጽሪ ዝተለኽፉ ሰባት ብሓደ ዕጽፍን ፈረቓን ዝወሰኸ ኮይኑ፣ ቁጽሪ ዝሞቱ ሰባት ድማ ዳርጋ ብሓሙሽተ ዕጽፊ ዓብዩ። ሕብረት ኣፍሪቃ ብወገኑ፣ ካብቲ ንምክልኻል ኮቪድ ተታሒዙ ዝጸንሐ ገንዘብ፣ እቲ ኣስታት ዓሰርተ ነጥቢ ኣርባዕተ ሚልዮን ዶላር ኣብ መላእ እታ ኣህጉር፣ ለበዳ በዲዶ-ህበይ ንምምካት ክውዕል ንማእከል ምክልኻል ሕማማት ኣፍሪቃ ኣጽዲቑሉ ኣሎ። ኣብዚ እዋን ከኣ ኣብ ኣፍሪቃ መብዛሕትኦም በዚ ቫይረስ ዝተለኽፉን ህይወቶም ዝሰኣኑን ኣብ ዴሞክራሲያዊት ሪፓብሊክ ኮንጎ ዝርከቡ ኮይኖም ኣብዚ ዓመት ጥራይ ልዕሊ ሸሞንተ ሽሕ ሰባት በቲ ሕማም ከም ዝተለኽፉን ልዕሊ ሰለስተ ሚእቲ ሰባት ድማ ህይወቶም ከም ዝሰኣኑን ይሕበር። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ።